ሰላም ኣነ ልምዓት ቪና ሰራዊት ኤርትራን ሰራዊት ትግራይን ኣብ ዱብ ዛላምበሳ ተራኺቦም ኣለዉ እናተባህለ እዩ። ጽቡቕ ዜና ናይ ኤርትራ ወታደራት ምስ ናይ TDF ኣባላት ኣብ ናይ ምሳሕ ስነ ስርዓት ነይርዎም ብሓባር ማለት እዩ ኣብ ናይ ዛላምበሳ ድንበር ማለት እዩ። ምቕጻል ድማ ብርሃነ ወይ ከዓ ሰብ ዝሰኣነ ሰብ ሓድሽ ናይ ጽምዶ መልእኽቲ ኣለኒ እናበለና እዩ። ሓድሽ መምርሒ ወፂኡ ኣሎ ዝኾነ ይኹን ኣብ ኣዲስ ኣበባን ካብ ኣዲስ ኣበባ ወፃእን ዘሎ ትግራዋይ ብምቕጻል ድማ ኣብ ኣዲስ ኣበባ ተጋሩ ብሰንኪ ትግርኛ ምዝራቦም ይእሰሩ ከም ዘለዉ እናተገለጸ እዩ።

መንግስቲ ብልጽግና ጉጅለ ብሄራዊ ውሕደትን መሻርኽቱን በብዕለቱ ዝነዝሕዎ ዘለዉ ናይ ጥፍኣት ፕሮፓጋንዳን መኪትና ጽባሕ ድሕሪ ጽባሕ ከጥፍኣኩም ኢና ብዝብል ዝወዕዎ ዘለዉ ነጋሪት ኩናት ብትኹረት ንከታተሎ ዝግባእ እዩ። ብሓጺሩ ህወሓት ግዜያዊ ምሕዳር ትግራይን ሰራዊት ትግራይን ህዝብናን ሕዝውን ደማዊ ኩናት ሕርኦም ከም ዘይኮነ ንፈታዊ ሰላም ንዓለም ለኸ ማሕበረሰብ ፈታዊ ጸላእን በዘጋጣሚ ንገልጽ ንፈቱ። ኣብ ኩናት ዝተሰዉ ንኹሎም ደቂ ትግራይ ሰላም ምርጋጽ እምበር ኩናት ንምቕጻል ኣይኮነን። ብድማር ስውኣትና ዝሓደጉልና ሕድሪ እውን ዘላቒ ሰላም ክንራግጽ ምዃኑ ኣሚንና ሎሚ ይኹን ጽባሕ ጉዳይና ብሰላማዊ ኣገባብ ንምፍጻም ክንረባረብ ኢና። ስለዚ ዓለም ለኸ ማሕበረሰብ ንሰለም ዘለናን ባህግናን ድሌትናን ተረዲኡ እቲ ንኹናት ንዝዳለው ዘሎን ኢዱ ዘወጣውጥ ዘሎን መንግስቲ ብልፅግናን ተላኣይ ጉጅለ ብሄራዊ ክሕደትን ኣደብ ሕዙ እጃሞ ከወፊ ንፅውዕ። ሕዚ እውን ዝፀንሐን ዝረአን ዘሎ ፀገም ንምፍታሕ መበገሲ ስምምዕ ፕሪቶሪያ ምትግባር ክኸውን ኣለዎ። ዘሎ ፀገም ፖለቲካዊ ስለዝኾነ መፍትሒኡን ፖለቲካዊ ኢሉ ውድብና ብእምነት ዝቃለሰሉ ምዃኑ ደጊምና ንገልጽ። እዚ ድማ ሕድሪ ስውኣት ከየዕበርና ሓድነትና ኣስጢምና ብውሕሉል ኣገባብ ከም ንፍጽም ክነረጋግጽ ይፈቱ። ዘለኣለማዊ ዝኽሪ ንኹሎም ስውኣት ሃርበኛታት ደቂ ትግራይና! ትግራይ ትስዕር! ያፍታ ተሃልቲ ዶክተር ደብረፅዮን ገብረሚካኤል ያው ኩልሻዕ ምስ ህዝቢ ትግራይ ጠጠው ምስ በለ እዩ ከም ካልኦት መራሕቲ ከዲዑ ወይ ከዓ ዝከድዕ ወይ ከዓ ካሊእ ዝሰርሕ ነገር ኣይኮነን ንህዝቢ ትግራይ ኩልሻዕ ደው ምስ በለ እዩ እና ያፍታ ተሃልቲ ንስካትኩም ከ ትብልዎ ነገር ኣሎ ድዩ እስቲ ኣብ ኮመንት ኣቀሙጥለይ። መዋጽኦኻ ፍትሒ ትረክብ ኣብ ዘለካ ቅልጽም ኣብ ዘለካ ፖለቲካዊ ወታደራዊ ዲፕሎማሲያዊ ዓቅሚ እዩ እሱ ኢና ክንፈጥር ነለና። ኣብዚ ሐዚ እዋን ግን እኮ ናይ ትግራይ ቅልፅም ተዳኺሙ እዩ። ኣይተዳኸመን ኣብዚ ሐዚ እዋን ካብ ዝኾነ ይኹን ንላዕሊ። ፖለቲካውን ወታደራውን ዓቕምና ድሕሪ ኹናት ማለት እዩ ኣብ ዝሐሸ ብራኸ እዩ ዝርከብ። ዝኾነ ወራር እንተመፅዩ ትግራይ ናይ ምምካት ዓቕሚ ኣለዋ እዩ ትብሉ? ናይ ምምካት ጥራሕ ኣይኮነን ናይ ኢትዮጵያ ስርዓት ናይ ምቕያር ዓቕሚ ኣለዋ እዩ። ናይ ምብራቕ ኣፍሪካ ናይ ጂኦ ፖለቲክስ ለውጢ ክተምፅእ ትኽእል እያ። ሓደ ብዘለዋ ዓቕሚ ሐዚ ማለት እዩ ሐዚ ብዘለዋ ዓቕሚ ወታደራዊ ዓቕሚ ሐዚ ብዘለዋ። ሓድነትን ስምረትን ትግራይ እኮ የለን ተኸፋፊሉ እዩ ኣብቲ ህዝቢ ዝነበረ ሓድነት ፈሪሱ እዩ። ፖለቲከኛታት እዮም ተኸፋፊሎም ህዝቢ ትግራይ ኣይተኸፋፈለን። ሰራዊትና።

ናብ ዓፋር ልተሰደዱ ኣለዉ ካላሽን ሸይጦም እንተስ ንስዑድ ዓረብ ድዮም ንየመን ክሰግሩ ገለ ገለ ዝሓሰቡ ማለት እዩ so ሓራ መሬት ኣብ ትግራይ ተኮይኑ እዩ ኣብ ዓፋር ከይድካ ስደተኛታት ኣለዉ እዚኦም ካዓ ግምት ትህቦም ኣይኮንካን እሱ ኢልካ ናይ ቆልዑ ፖለቲካ ላተንተንካ ገለ ምናምን ልህዝቢ ትግራይ ብኡ ትዕቅን ኣይኮነን እቲ ዋና ነገር ክፍለጥ ዘለዎ ግን እዋናዊ ቁመና ሰራዊትና እንታይ ይመስል ኩሉ ዝፈልጦ እዩ ኣይኮን ዶ ንሕና ፀላኢ እውን ብደንቢ ዝፈልጥ እዩ ሓደ ካልኣይ ህዝቢ ትግራይ ኩሉ ግዜ ኣብ ሓድነቱ ኣሎ፣ ኣብ ውዳቡ ኣሎ፣ ኣብ መሪሕነቱ እውን ኣብ ፖለቲካዊ መሪሕነት ብፍላይ ውድብ ህወሓት ኣብ ውድብ ህወሓት እምነት ኣለዎ። እቲ ኹናት እውን ውድብ ህወሓት ብልተወደበ ብልተጠርነፈ መንገዲ ስለልመርሖ እዚ ክፍለጥ ዘለዎ ስለዚ ኣብ ዘተኣማምን ኩነታት ኣለና። ዝኾነ ነገር ተተላዒሉ ሓዱሽ ነገር ተቢሉ ፀላእትና እውን ነኪና ኢና ከም ቕድም ሕዚ ኣይኮነን። ፀላእትና እውን ነኪና ኢና so ሓንቲ ጥይት ተትተኩሳ ድሕረዛ ኣብ ትግራይ ኣብ ኢትዮጵያ ናይ ስርዓት ለውጢ ጥራሕ ኣይኮነን ዝመፅእ ሓፈሻዊ ናይ ምብራቅ ኣፍሪካ ጂኦ ፖለቲክስ to dynamisty ይቅይሮ እዩ። ኩነታት ናይ ኢትዮጵያ ካብ ግዜ ናብ ግዜ እናኸፍኣ ኣብ ዝመፀሉ ዘሎ እዋን The Observers ከምዘውፅኦ መሰረት እንተድኣ ኮይኑ ኣብ ውሽጢ ኣዲስ ኣበባ ዝቕመጡ መንእሰያት ብሰንኪ ዝዛረብዎ ቋንቋ ትግርኛ ጥራይ ይእሰሩ ከምደለዉን ተኣሲሮም ድማ ኣብ ፈቐድኡ ቤት

ብዝተወሰነ መንገዲ ኣምና በነሰይ ዝተወደአ ጉዳይ እዩ በቃ ፐርፌክት እዩ ክብለክ ይክእል ንሱ እውን ግን ፅቡቅ ጅማሮታት ንዕዘበሉ ኣለና መለክዒ ህዝቢ እዩ መለክዒ ብሄራዊ ረብሓ ህዝቢ ትግራይ እዩ መለክዒ ናይ ትግራይ ረብሓ እዩ ካሊእ ኣይኮነን ካሊእ ትርፊ እዩ ሶ ኣብ ዘላንበሳ ዝነበረ መሬት ምምሕያሽ ገይሮም ኣብ ኢሮብ እውን ብተመሳሳሊ ህዝቢ ተመሊሱ ናይ መሬት ምምሕያሻት ተካይዱ ኣሎ ካሊእ ባድመ ኮኡ ውን ኣብ ቀረባ እዋን ከምዝጅመር ኢንፎርሜሽን ኣሎ so ኣትሊስት ውፅኢቱ ኣብ መሬት ንህዝቢ ተረባሒ ዝገብር ውፅኢት ሒዙ ይመፅእ ኣሎ እዩ so ብመንፅር እቲ ምስ መንግስቲ ኤርትራ ዝግበር ዘሎ ርክብ ውፅኢታዊ ናኾነ ይኸይድ ኣሎ ማለት እዩ። ከለላ ክገብረልካ እንድሕር ይኽእል ኮይኑ መንግስቲ ኣብ ምንታይ እዩ ማፅምዶ ክበሃል ዝኽእል? ኣብ ምንታይ እዩ ውሑስ እዩ ኢልካ ክትወስዶ ትኽእል ከም መድሃኒት? ኢንፎርሜሽን ሰሚዐዮ እየ ኣነ ውን ምናልባት ሓቂ ድዩ ሓቂ ናብ ናሹ ከምዚ ዓይነት ፀገም እንተተፈጢሩ ምናልባት ኣብቲ ከባቢ ዘለው ምምሕዳር ናይ ፀጥታ ኣካላት ኢሉ ውን ብሓፈሻ ከም ትግራይ ውን ክረኣ ዘለዎ ክሪቲካሊ ክረኣ ዘለዎ ጉዳይ ኢለ እየ ዝኣምን ክፍታሕ ዘለዎ ፀገም ኢለ ዛምን ፀገም እንተሃልዩ ግን እንታይ እዩ ዝብለኪ ዘለኹ ከም ጅማሮ እዩ ከም ጅማሮ እዩ ማለት ፐርፌክት እዩ ክብለኪ ይክእል ክሳብ ሕዚ ዘሎ ከም ጅማሮ ግን እቲ ዝሓሸ ጅማሮ ኦፍኮርስ ዋለት ምስ ብልፅግና እውን እኮ ዕድል እንተሃልዩ ዕድል እንተሃልዩ ሰላም እዩ ዘዋፀና እታ ሰላምሲ ንኩሉ ህዝቢ ትግራይ ኢና ተድልዮ ግን ልዕሊ ኩሉ ግን ልዕሊ ኩሉ ቅድሚ ኩሉ እንተድልዮ እታ ሰላም ግን ተጋዳላይ ትግራይ ውግእ ተተጀሚሩ ዝስዋእ ተጋዳላይ ትግራይ ኦፍኮርስ ኣብ ሲቪልያን ዝበፅሕ ጨብጫብ ክህሉ ይኸውን ይኽእል ከምቲ ዝሓለፈ ዝሕለፍናዮ ከቢድ ዝኾነ ፅንተት እውን ክመፅእ ይኽእል ይኸውን ግን እታ ልዕሊ ኩሉን ቅድሚ ኩሉ እታ ሰላም ተድልዮ ግን እቲ ተጋዳላይ እውን እዩ ኣብዚ ዘሎ ተጋዳላይ ይኹን ኣብ ውሽጢ ዘሎ ተጋዳላይ ምእንተ ህዝቢ ትግራይ ኢሉ ወፂኡ እንኮ ህይወቱ ከወፊ ከም ዝስዋእ እናፈለጠ ከም ዝቆስል እናፈለጠ ከም ዝደክም እናፈለጠ ከም ዝጠሚ እናፈለጠ ከም ዝዓርቕ እናፈለጠ ካብ ቤተሰቡ ከም ዝንፀል እናፈለጠ ከም ዘይወልድ ከም ዘይምርዖ እናፈለጠ እዩ ዋጋ ዝኸፍል ዘሎ ሶት ሰላምሲ ልዕሊ እቲ ተጋዳላይ ዘጠዓዓሞ ኣይክህሉን። ሰላም ይደሊ፣ ኣነ ከም ሓደ ተጋዳላይ እውን ሰላም ይደሊ፣ ኩልና ሰላም ንደሊ። ግን ወይን ካምስቱ ናይ ፌደራል ጋቨርንመንት ግን ናይ ሰላም እንታይ ዝበሃል ይብሉ ግን እቲ ናይ ሰላም ድሌት ኣብ ፌደራል መንግስቲ ፍፁም የለን። በቃ ብግልጺ ዝርኣ ነገር እዚ እዩ። ኤርትራን ፕሬስ ኣብ ትዊተር ገጹ ከም ዝሓበሮ፣ ጽቡቕ ዜና ናይ ኤርትራ ወታደራት ምስ ናይ ትዲኤፍ ኣባላት ኣብ ናይ ምሳሕ ስነስርዓት ነይርዎም ብሓባር ማለት እዩ ኣብ ናይ ዛላምበሳ ድንበር ማለት እዩ ኣብ ማእከሎም ከኣ ተፈላጢ ዝኾነ ተፈላጢ ዝኾኑ ሰባት ከም ዝነበርዎም እዮም ዝነግሩና ዘለዉ ኣብ ጽምዶ ሽዱሽተ ብዙሓት ተስፋታት ከም ዘሎ እዩ ዝንገረና ዘሎ ብወገን ትግራይ ከኣ ኣብ ገሬ እሞ ንትበሃል ድራማ ንፈልጣ ብዛዕባ ጽምዶ ይዝረብ ከም ዘሎን ጽምዶ ኣድላዪ ምዃኑን እዩ። ብዛዕባ ጽምዶ እዩ ዝንግር ዘሎ፣ ጽምዶ ይቕጽል እዩ ዘሎ። ሓድሽ መምርሒ ወፂኦ ኣሎ ዝኾነ ይኹን ኣብ ኣዲስ ኣበባን ካብ ኣዲስ ኣበባ ወፃእን ዘሎ ትግራዋይ ይእሰር ተኣሲሩ ተዳጒኑ ቀጥታ ናብ ማሰልጠኛ ናብ ጦላይ ናብ ብሪ ሸለቆ ናብ ብላቴን ይውሰድ ወታደራዊ ስልጠና ይስልጥን ላፍቶም ሓራ መሬትና ኣለና ዶ ገለ ዝብሉ ምስኦም ይሕወስ ኩናት ምስ ተላዕለ ከዓ ፌደራል መንግስቲ ላብ ዝኣዘዞ ግንባር ይጥቕጦቕ እዙይ ወሪዶ ኣሎ ስለዚ ሐዚ ከምቲ ኣባዲ ወዲ ኣባዲ ዘሞ መዘከር